ብመረዳእታ ንኣርብዓን ትሽዓተን ሰባት ብምቕታልን ኣብ ልዕሊ ሰለስተ ሰባት ድማ ናይ ቅትለት ፈተነ ዝገበረ ኣብ ዓለምና ኣዝዩ ዝፍራሕ ጨካን ቀንጻሊ ሰብ እዩ። ንዓመታት ንጹሃት ሰባት እናቐተለ ህይወቱ ዘሕለፈ እንትኾን ካብቶም ካብ ሞት ዝተረፉ ሰባት መንጎ ግን ፖሊስ ንዝበጽሖ ክሴታ ተቐባልነት ከይረኸበ ጸኒሑ እዩ። ኮይኑ ግን ኣብ መወዳእታ እዚ መፍርሒ ጨካን ቀንጻሊ ሰብ ክተሓዘሉ ዝኸኣለ መደነቒ ኩነታት ወይ እውን ዕድል እንተበልናዮ ዝገልጾ ኩነታት ክንዕዘቦ ኢና። ክቡራት ቤተሰብ ከመይ ትጸንሑ? ሰላምታይ ኣኣብ ዘለኹሞ ቦታ ይብጻሕኩም እናበልኩ ሎማዕንቲ እውን ከም ናይ ወትሩ ብፍሉይ መደበይ ዝመጻኹ እንትኾን ኣቐዲመ ከም ዝገለጽኩልኩም ናብኡ ዝቐረበ ኩሉ ናይ ሞት ግዳይ ዝኾነሉ እቲ ናይ ዓለምና መፍርሒ ሰብ ዝኾነ ብዛዕባ ዝዝረበሉ ዛንታ ክንዕዘቦ ኢና። ናብዚ ቻናል ሓደሽቲ ዝኾንኩም ሰብስክራይብ ብምግባር ኢሉ እውን ላይክን ሸርን ብምባል ክሳብ መፈፀምታ እዚ መደብ ሓቢርኩምኒ ፅንሑ። ናብቲ መደብ ከብለኩም። ኣሌክሳንደር ፒኩሽኪን ብናይ ኣውሮፓውያን ኣቆፃፅራ ኣብ ኣፕሪል ትሽዓተ ብ ዓሰርተ ትሽዓተ ሰብዓን ኣርባዕተን ኣብ ማትሽ ሩስያ ይውለድ። ኣሌክሳንደር ኣብ መንጎ ብዙሓት ቤተሰብ ማእኸል እዩ ዓብዩ። ናይ ውልቃዊ ህይወት ኢሉ እውን ናይ ማሕበራዊ ህይወቱ ደስ ዝብል ብምዃኑ ብሩህ ዝኾነ ናይ ቁልዕነት ግዘ ንከሕልፍ ሓጊዝዎ እዩ። ዝዓበየሉ እውን ምስ ኣዲኡ ናታልያን ምስ ሓፍቱ ኢሉ እውን ምስ ሰብኣይ ሓፍቱ ውላድ እዩ ነይሩ። ኮይኑ ግን ናይ ኣሌክሳንደር ህይወት ገና ካብ ግዘ ቁልዕነቱ ኣትሒዙ እዩ መሪር ክኾኖ ዝገበሮ። ከምዚ ዝኾነሉ እውን በቲ ዝበፅሖ ሃንደበታዊ ዝኾነ ናይ ሓደጋ ማህሰይቲ ምኽንያት'ዩ ነይሩ። ኣብ ሓደ መዓልቲ ኣብ ፓርክ ውሽጢ ኮይኑ ሸውላል እናተጻወተ'ዩ ነይሩ። እሞ ደኣ ኣብዚ ሰዓት ብሕቝኡ ይወድቕ እሞ ኣብ ርእሱ ልዑል ዝኾነ ማህሰይቲ ይበጽሖ። እታ ሓደጋ ክሳብ ትበጽሕ ዝነበረቶ ንእሽተይ ደቒቕ ግን እዚ ቈልዓ ፍጹም በዓል ምሉእ ጥዕና'ዩ ነይሩ። ኮይኑ ግን ድሕሪ'ቲ ሓደጋ ዝነበረ ኵነታት ናይ ኣሌክሳንደር ማህሴቲ ልዑል ብምንባሩ፣ ኣብ ኣተዓባብይኡን ኣብ ዙርያ መንገዱን ለውጢ ክረኣዩ ጀመሩ። ካብ ዝተላዕለ'ውን ቁጠዐን ሕማቕ ጠባይን ከርኢ ጀመረ። እሞ ደኣ በዛ ሃንደበት ዝበጽሓቶ ሓደጋ፣ ብዝተፈጥረሉ ናይ ጥዕና ጸገም ምኽንያት፣ ኣዲኡ ሓገዝ ኣብ ዘድልዮም ቈልዑ ቤት ትምህርቲ ውሽጢ ተእትዎ። ኣብዚ ሰዓት'ውን ኣብቲ ናይ ቅድሚ ሕጂ ቤት ትምህርቲ፣ ሓቢሮሞ ምስኡ ይመሃሩ ካብ ዝነበሩ ተምሃሮ ኣጋጣሚ ዕድል ብዝረኸቡ ቁፅሪ ብቓላትን ኣካላዊ መጥቃዕትን ከብፅሑሉ ጀመሩ። ሓገዝ ኣብ ዘድልዮም ፍሉይ ቤት ትምህርቲ ብምእታዉ የባጭዉሉ ነይሮም ኢሉ እዉን ብዘሰክፎ ኣስማት ክፅዉዕዎ ጀመሩ። እዚ ኣብ ዉሽጡ ልዑል ቁጠዐ ክፈጥረሉ ጀመረ። ኢሉ እውን ስነ ልቦንኡ እናተተንከፈ መፀ። እሞ ድኣ እዚ ህፃን በዚ ተግባር ስለ እተፀገመ ናብ ኣባሓጎኡ ከይዱ ንኽነብር ወሰነ። ኣሌክሳንደር ናብ ኣባሓጎኡ ብምኻዱ ሕጉስ ይኸውን። ዕረፍቲ እውን ረኺቡ እዩ። ንኣባሓጎኡ እውን ይሕግዞ ነይሩ። ኢሉ እውን ንዕኡ ንኸፃውት ንፈለማ ግዘ ናብ መዘናግዒ ቦታ ሒዝዎ ከይድ። ኣብኡ እውን እንትኸዱ ዳርጋ ኩሉ ግዜ ቼዝ ይፃወቱ ነይሮም። ኮይኑ ግን ብዘደንቕ ኩነታት እቲ ቼዝ መብዛሕትኡ ግዘ ኣሌክሳንደር ዘሰንፍ ዝነበረ እንትኾን በዚ ኩነታቱ እውን ኣባሓጎኡ ይግረመሉ ነይሩ። ንሱ እውን እቲ ናይ ውሽጡ ማህሰይቱ ንምፅናዕን ንምቁፅፃርን ግዝኡ ኩሉ ኣብ ቼዝ ከሕልፎ ጀመረ። ኢሉ እውን ንቼዝ ከም መሕብኢ ገይሩ ስለ ዝወሰዶ ኣዝዩ ድማ ይፈትዎ። እኳ ደኣስ ሚሕር ድሌቱ ገይሩ ይወስዶ። ኮይኑ ግን ዋላ እኳ ከምዚ እንተገበረ ኣብ ቤት ትምህርቲ ዝነበሩ ተምሃሮን ሓደ ሓደ ግዘ ዝረኽብዎ ቆልዑትን ኣብ ልዕሊኡ ካብ ምሕጫጭ ንድሕሪት ኣይበሉን። ናይ ኣሌክሳንደር መፀገሚ ዝኾነ ህይወት ተመሊሱ ሕማቕ ንክኸውን ዝገብር ሓደ ነገር የጓንፍ። እዚ እውን ኣባሓጉኡ ብምሟቱ እዩ ነይሩ። ኣሌክሳንድር ውን ብልዑል ልቡ ይንካእ ምኽንያቱ ውን ናይ ውሽጡ ስምዒትን ስቓይን ጽቡቕ ጌሮም ዝርድኡሉ ሰብ ብሞት ስለእተፈለዩዎ ዩ ንባዕሉ ናብ ዓዘቕቲ ዝኾነ ናይ መስተ ወልፊ ኣተወ ብመስተ ንባዕሉ ብምድንዛዝን ካብቲ ሕማቕ ዝኾነ ናይ ውሽጡ ስምዒት ንክእለ ፈተነ ናይ ኣባሓጎኡ ሞት ኣብ ውሽጢ ኣለክሳንደር ልዑል ዝኾነ ሓዘን ክፈጥረሉ ገይሩ እዩ። ህይወቱ እውን ብናይ ኣልኮል ወልፊ ትሑዝ ድሕሪ ምዃኑ ኣብ ጥቕኡ ካብ ዝርከቡ ገዛ ዘይብሎም ኣረግቶትን ዓበይትን ሰባት ኣብ ስኻር ውሽጢ ኮይኑ እቲ ናይ ውሽጡ ስምዒት ዝብሎ ክዛረቦም ጀመረ። ኣብዚ ውሽጢ ኮይኑ እውን ንባዕሉ ብዙሓት ግዘታት የሕልፍ። ኮይኑ ግን ኣሌክሳንደር ኣብዚ ኩነታት ውሽጢ ንብሕቲ ኮይኑ ኣይተረፈን። ናይ ጉብዝና ዕድሚኡ ወይ እውን ዕድሚኡ ዓሰርተ ሸሞንተ ዓመት ምስ ገበረ ንሰባት ብዝኸፍኣ መገዲ ክቐትል ጀመረ። ነቲ ቅትለት ዝጀመረሉ ብናይ ኣውሮፓውያን ኣቆጻጽራ ብ ዓሰርተ ትሽዓተ ተስዓን ክልተን ክኸውን ይኽእል እዩ ተባሂሉ እዩ ዝሕሰብ። ኣሌክሳንደር ልዕሊ ኣርብዓን ትሽዓተን ንጹሃት ሰባት ቀንጺሉ እዩ። ነቶም ዝቐተሎም ሰባት ዝመርጸሉ መገዲ እውን መብዛሕትኡ ግዘ ኣብ ፓርክ ውሽጢ ሃንደበት ብምልላይ እዩ። ምስቶም ዝላለዮም ሰባት ድማ ናይ ማሕበራዊ ርክብ ንክፈጥር እዩ ዝፍትን። ኣብ መገዲ ካብ ዝረኸቦም ወዲ ትኹን ጓል ኢሉ እውን ህፃን ቆልዓ ኣብ ልዕሊኦም እምነት ድሕሪ ምርካቡ ይቐትሎም እዩ ነይሩ። ኢሉ እውን ኣብቲ ፓርክ ካብ ዝነበሩ ፀጥ ዝበሉ ቦታ ውሽጢ ይስንድዎም ነይሩ ወይ እውን ኣብቲ ፓርክ ውሽጢ ናብ ዝርከብ ናይ ፈሳሲ መጉሓፊ ውሽጢ ይስንድዎም ነይሩ። ሓደ ሓደ ግዘ እውን ነቶም ተሃሰይቲ ኣብ ቦርሳ ሒዞ ብዝነበረ መውደሻ ርእሶም ኣብ ክልተ ይኸፍሎ ነይሩ። ሓደ ሓደ ግዘ ድማ ኣብቲ ከውታ ለይቲ መስተ ብምሓዝ ነቲ ዝሰተየሉ ጥርሙስ ሰይሩ ነቶም ተሃሰይቲ ኣብ ርእሶም ቀስ ኣቢሉን ብዝኸፍአ ጭካነን ሓንጎሎም ይመቕሎ ነይሩ። ኣብዚ ኩነታት እውን ነቲ ቀንጻሊ ንምሓዝ ፖሊስ ነዊሕ ዝኾነ ግዘ ወሲድሉ እዩ። ናይ ሩስያ ፖላይስ ንክቆጻጸርዎ ዓቢ ዕድል ነይርዎም እዩ። ኮይኑ ግን ብሸለልትነትን ወይውን ብስንፍንኦም ምኽንያት ከይሓዝዎ ይተርፉ። ኣብ ፌብርዋሪ ክልተ ሽሕን ክልተን ዓመተ ምህረት፣ ካብቶም ዘጓነፉ እቲ ሓደ እዩ ነይሩ። ማርያ ቫጄቫ ዝተባህለት ጥንስቲ ሰበይቲ ብዘጓነፋ መደንገጺ ኩነታት ኣብ ሆስፒታል ኣትያ እያ ትርከብ። ኢሉ'ውን ፖሊስ ብዛዕባ ዘጓነፋ ነገር ክሓታ ጀመረ። ንኣሌክሳንደር'ውን ኣብ መገዳ ትረኽቦ። ኢሉ'ውን ክልቲኦም ብገንዘብ ምኽንያት ዘይሃድእ ምጉት ጀመሩ። ኢሉ'ውን ኣብቲ ደሓር ተሰማሚዖም። እቲ ትደልዮ ዓይነት ኣቕሓ ንክህባ ናብቲ መዘናግዒ ዘሎ ገደል ቦታ ይሕብራ። ኢሉ እውን እቲ እተሓብአ ነገር ንምርኣይ ናብቲ ገደል ውሽጢ ንክትዕዘብ ይዛረባ። ንሳ እውን ትሕት ምስ በለት ርእሳን ኣካላን ብምሓዝ ናብቲ ገደል ውሽጢ ክደፍኣ ጀመረ። ማርያ ስለ እተሰናበደት ነቲ ሓይሉ ክትጻወሮ ስለ ደይከኣለት ሸሞንተ ሜትሮ ናብ ዝበጽሕ መዓሙቕ ዘለዎ ናይ ፈሳሲ መጉሓፊ ገደል ውሽጢ ብሕማቕ ኩነታት ትኣቱ። እዚኣ ጥንስቲ ማርያ ድሕሪ ናይ ሰዓታት ጻንሒት ንደሓር ንክትሃድም ቆሪጻ ተላዒላ ናይ ሓጺን ደረጃ ትረክብ ኢሉ ውን ብትርኑዕ ዝኾነ ሓይሊ ከም ገለ ኢላ ናብ ካልእ ገደል ዘእቱ ሓደ መእተዊ ትረክብ ካብኡ ከም ዝሃደመት ውን ናብ ፖሊስ ትሕብር ኮይኑ ግን ፖላይስ እቲ ዘረባኣን ነቲ ክስን ውድቂ ይገብርዎ ስለዚ ውን ናይቲ ሰብ መንነት ከይመርመርዎ ገደፍዎ። ኣሌክሳንደር እውን ነዚ መሰክሕ ቕትለት መነባብርኡ ኣበርቲዑ ይቕጽሎ። ንጹሃት እውን ብናሃቱ ኢድ ናተቐትሉ ዋላ እኳ እንተጸንሑ፣ ብናይ ኣውሮፓውያን ኣቆጻጽራ ኣብ ክልተ ሽሕን ሽዱሽተን ኣብ ናይ ሓጋይ ወቕቲ ከባቢ ናይ ኣሌክሳንደር ሕቡእ ናይ ቅትለት ገበን ዝጋለጸሉ ይኸውን። ኣብ ጁን ብክልተ ሽሕን ሽዱሽተን ዓመተ ምህረት ንጓል ሰላሳን ሽዱሽተን ዓመት ማሪና እስኮቫ እተባህለት ጓል ምስ ኣሌክሳንደር ንክራኸቡ ቆጸራ ዝሓዙሉ መዓልቲ እያ ነይራ። እሞ ደኣ ኣብዚኣ መዓልቲ እዚኣ ኣደ ኣብ ናይ መዘክር ጥራዛ ነቲ ትረኽቦ ሰብ ስሙን ቴሌፈን ቁጽሩን ጽሒፋ ንወዳ ገዲፋቶ ናብቲ ቆጸራኣ ትኸይድ። ኢሉ እውን ግን እዚኣ ኣደ ብዘሕዝን ኩነታት ናብ ገዝኣ ኣይተመልሰትን። ኣብ ጁን ዓሰርተ ኣርባዕተ ብ ክልተ ሽሕን ሽዱሽተን እቲ ዝሞተ ኣካላ ኣብ ናይ ፒሲ ፓርክ ውሽጢ ይርከብ። ኢሉ እውን ኣብቲ ዝሞተትሉ ከባቢ ናይ ሞስኮ ሜትሮ መእተዊ ትኬት ሒዛ ነይራ። ኢሉ እውን ኣቐዲማ ናበይ ከም ዝኸደትን ምስ መን ብምዃን ከም እትኸይድ እናገለፀት ዝቐድሓቶ ቪድዮ ይርከብ። ኢሉ እውን ፖሊስ ናብቲ ቦታ ምስ በፅሐ በቲ ዝረኸቦ መረዳእታን ኣቐዲማ ምስ ወዳ ገዲፋቶ ብዝኸደት ናይ ፅሑፍ መረዳእታ ምኽንያት ፖሊስ ነቲ ቐታሊ ንምሓዝ ዘየፀግመሉ ኩነታት ይፍጠር። ኣብቲ ደሓር እውን ፖሊስ ብቀጥታ ናብቲ ሓደገኛ ዝኾነ ቀንፃሊ ገዛ የምርሕ። ኢሉ ናብ መወዳእታ ንዓመታት ሰባት እናቐተለ፣ ዝጠፍእ ዝነበረ ኣሌክሳንደር ኣብ ጁን ዓሰርተ ሽዱሽተ ብክልተ ሽሕ ሽዱሽተ ዓመተ ምህረት ኣብ ትሕቲ ቀይዲ ይውዕል። ናብ ፍርዲ ቅድሚ ምቕራቡ ፖሊስ ኣብ ገዝኡ ኣሰሳ ምስ ዝገብር፣ ኣሌክሳንደር ናይ ዝቐተሎም ሕድሕድ ናይቶም ውልቀሰባት ዕድመ ዘመላኽት ብዙሓት ናይቲ ቅትለት ግዳይ ዝኾኑ ሰባት ኣብ ቼዝቦርድ ተጻሓፈ ይረክብ። ናብ ፒትሳ ባርክ ተዓጂቡ ብምኻድ እውን ካብ ኣርባዓ ንላዕሊ ሬሳታት ዘለዎ ቦታ ብምሕባርን ሕድሕዶም ከመይ ከም ዝቐተሎም ዝገልጹ እቶም ሓቃዊ ዝኾኑ መረዳእታ ናብ ፖሊስ ብምዝራብ ኣብቲ ሰዓት እቶም ዝጠፍኡ ሰባት ፖሊስ ንክረኽቦም ሓጊዙ እዩ። ኣብቲ ደሓር እውን ብናይ ኣርባዓን ትሽዓተን ቅትለትን ብናይ ሰለስተ ናይ ቅትለት ፈተነ ኣብ ኦክቶበር ዕስራን ኣርባዕተን ብኽልተ ሽሕን ሸውዓተን ዓመተ ምህረት ናብ ቤት ፍርዲ ይቐርብ። ኣብ ቤት ፍርዲ መጋባእያ ውሽጢ እውን ካብቶም ሰብ ግዳይ ቤተሰብ ኣዋዳት ዝኾኑ ሓለዋ ንኽግበረሉ ኣብ መስትያት ውሽጢ ዝተዓፀወ ገዛ ሓለዋ ይግበረሉ። ካብዚ ኩሉ ንደሓር ኣብ መወዳእታ እዚ ቐታሊ ናይ ዕድመ ልክዕ ማእሰርቲ ዝተበየነሉ እንትኾን እቶም ናይ ፈለማ ዓሰርተ ሓሙሽተ ዓመታት ንብሕቱ ንኽእሰር ተገይሩ እዩ። ኣሌክሳንድር እውን ከምዚ ክብል ተዛሪቡ ነይሩ፣ ንዓይ ሰባት ከይቀተልካ ምፅናሕ ማለት፣ ሰብ ብዘይ መግቢ ምንባር ከም ማለት እዩ ክብል ገሊጹ ነይሩ። ክቡራት ናይ ቻናለይ ቤተሰብ ንሎማዓንቲ ዘዳለኹልኩም ነዚ ይመስል ነይሩ። ሓሳብ ርእይቶኹም ኣብ ኮመንት ቦታ ግደፉለይ። ሓደሽቲ ዝኾንኩም ሰብስክራይብ ብምግባር ኢሉ እውን ላይክን ሸርን ምግባር ኣይትረስዑ።